ሰላም ኣሕዋት ኣብዛ ናይ ማይክሮሶፍት ኤክስኤል ክላስ እምበኣር ከመይ ጌርና ቴብል ንእቱ ናብቲ ናህና ማህደር ወይ ድማ ናብቲ ናህና ገፅ ክንዕዘብ ኢና ኣዚ ኣብታ ዝሓለፈት ክላስ ዝገበርና እዩ ነዚ ንክነጥፍኦ ዳ ከዓ እንታይ ክንገብር ኢና ኣብ ሓንቲ ሴሌክሽን ንገብር ነቲ ፎርማ እምበር እቲ ትሕዝቶ የገድሰና እዩ እቲ ፎርማ ንክነጥፍኦ ግን ናብዚ ንመፅእ ሽዑ ሆም ንብላ ኣብዚ መፂና እቲ ክሊር ፎርማ ድብል ደሎ እንድሕራ ኣጥፊሕናዮ ናብዚ ይመፅእ ኣሎ እዚ እቲ ሂስትሪ ድብል ነበረ እዩ ድሕን ባዮሎጂ ይኹን ብለይና ሳይንስ ኦኬ ኣብዚ ሕጂ ነዚ ክንገድፎ ኢና ኣቨሬጅ ከዓኒ ጂ ተሪፋት ኣላ ኢ ቴብል ከመይ ጌርና ንእቱ እንድሕር ዳ ኢልና መጀመርታ ነቲ ዘድለየና ሴሌክሽን ክንገብር ኢና ነቲ ቴብል ክንእትዎ ዝደለና ቦታ ማለት እዩ ንዚኦም ሕጂ ንዚኦም ኣብ ቴብል ክንእትዎም ድሕር ዳ ደልና ሴሌክሽን ንገብር ከም ኩሉ ግዜ ሴሌክሽን ምስ ገበርና ኢንሰርት ንብል ኢንሰርት ምስ በልና ቴብል ድብል ኣለና ኣብ ቴብል ንመፅእ ኣብ ቴብል ሕጂ እቲ ዘድልየና ቦታ ከምዚኣ ኣፍ እታ ጣሽ ምስ መጸት ክንመርጽ ንኽእል ኢና ካበይ ናበይ ንኣብነት ኤስኤ ሓደ ብለና ኣሎ ካብ ኤ ሓደ ክሳብ ኢ ሓሙሽተ ኢ ሓሙሽተ ንታሕቲ ኤክስኤል እምበር ብቴብል ሎኬሽን ከም ደለዎ ንፈልጥ ኢና ንኣብነት እዛ ቀዳመይቲ ኤ ሓደ እያ ኣብዛ ማት ትብል ዘላ ቢ ሓደ ኢንግሊሽ ትብል ዘላ ሲ ሓደ ንታሕቲ እንድሕር ደኣ ኮይኑ ከዓኒ ኤይ ሓደ ኤይ ክልተ ኤይ ሰለስተ ኣርባዕተ እናበለ እዮ ትኸይድ ሕጂ ብኡ መንጽር እስከ ከምዚኣ ትደልዩ ዲኹም እዎ ካልእይቲ እንታይ ይብለና ኣሎ ሄደር ከ ትደልዩ ዲኹም ማይ ቴብል ኢዝ ሄደር ሄደር ማለት እቲ ርእሲ ማለት እዩ እዎ ክንብሎ ኢና ምክንያቱ ኣርእስቲ ስለ ዘለና ናይ ነፍሲ ወከፍ ኦኬ እንድሕር ዳ ኢልናዮ እቲ ናህና ቴብል ከምዚ ይመስል ናለኩም እዚን ተንታ ናህና ቴብል እያ ነፍሲ ወከፈን ብምንታይ ዝተሰነየ እዩ ኣብ ላዕላዊ ወገን ብ ኣርእስቲ ኣለና እቲ ሄደር ንነፍሲ ወከፉ ከኣኒ እንድሕር ደኣ ደሊና ትኣሽሙ ክንገብር ንኽእል ኢና ፊልተር ከም ትርእይዎ ኣለኹም ንኣብነት ኣብታ ናይ ሄደር ኣብታ ናይ ኣብዛ ቀዳመይቲ ንታሕቲ ወትወርድ ሄደር ንኣብነት እቲ ሸዓተ ክነጥፍኦ እንድሕር ደኣ ደሊና ክነጥፍኦ ንኽእል ኢና ተዘይደሊና ከዓ ክንገድፎ ንኽእል ኢና ንነፍሲ ወከፈምስ ክነጥፍን ክንገድፍን ንኽእል ኢና ማለት እዩ እንታይ ማለት እየ እዛ ነምበር እዚኣ እዛ ነምበር እዚኣ እዛ ነምበር እዚኣ ክነጥፍኦም ፊልተር ማለት ንግዚኡ ክንሓቦም ንኣብነት ብጀካ ተቐዳመይቲ ኩለን ክንሓበ ኢልና ንግዚኡ ኦፕ ኦፕ ኦፕ እንድሕር ጌርና ኦኬ እንድሕር ኢልና እታ ቀዳሚት ጥራይ ተርፍ ድሕራ ክነምፀ ደልና ሽዑ ኣብ ኣንጥዎ ድሕራ ክነምፀ ደልና ናብዛ ፊልተር ንመፅእ ንዕን ራይት ራይት ንገብረን ኩለን ይመፀና ማለት እዩ ኤክሰትራ ኤክሰትራ እዚ ኣለና እንደገና ኣብ ቴብል እስከ እንታይ እቲ ቅዲ እንድሕራ ደስ ተዘይልና ሴሌክሽን ንገብር ሓንሳብቲ ሴሌክሽን ምስ ገበርና ንኣብነት ሰሌክሽን ንገብር ኣብተን ኣና ቴብል ኣብ ቴብል መፂና ሰሌክሽን ምስ ገበርና ናብ ዲዛይን ንኸይድ ቴብል ዲዛይን ድብል ደሎ ኣብኡ ምስ ከድና ኣብ ብኢዴማን እስከ እንታይ ኣለና እዚኦም ኣለዉ ናብ ኣገልግሎትና ንውዕሉ ሰምተ ዘይዕግቦምና ከዓ ኣብዚኣ ክሊክ ንገብር ዝኽሉ ኣለና እዞም ላይ ኣውት ዝብሉ ኣለውና ተደሊና ሜድም ዝብሉ ኣለውና ንሶም ከዓኒ ከም ዝሪእዎ ኣለኹም ካብኦም ሓንቲ ክንመርፅ ንኽእል ኢና እንተዘይኮይኑ ከዓ ናይ ገዛ ርእስና ቴብል ስታይል ክሬት ክንብል ንኽእል ኢና ነቲ ቴብል እውን ክነጥፍኦ እንተደሊና ነቲ ናቱ ስታይል ክነጥፍኦ ንኽእል ኢና ሕጂ ግን ንሕና በዚኣ ክንገድፋ ኢና ከም ዝሪእዎ ኣለኹም ማለት እዩ እዛ ናይ ቴብል ምሽ ርኢና ያልና እንደገና እስከ እንታይ ሴሌክት ንገብር ኩሉ

እንድሕር እንተደሊና ከኣኒ ቦንደንረው ዘለና ክነምፅኦም ክነጥፎ ንኽእል ኢና ከም ድላይና ፈርስት ኮለን ክንድሕር ክነፅር ሞዴልናት ነቲ ፈርስት ኮለን ማስቲ ቀዳማይ በዚ ከም ትሪእዎ ኣለኹም ንዑ ክነምፅኦ ክነጥፎ ንኽእል ኢና ኦፕሽን እዩ ላስት ኮለን ድብል ደሎ እዚ ናይ መወዳእታ ናይ ስቱደንት ኣቨሬጅ ንሕና ባይ ዘወይ ፈርስት ኮለምን ላስት ኮለም የለናይ ባንደር ኮለም ከዓኒ ኩሉ ነፍሲ ወከፈን ኤክሰተራ ኤክሰተራ ኩሉ ኣብዚ ኣገልግሎትና ድውዕላ ልብዛ ናይ ቴብል ደይዝ ንግዚኡ ግን ሴሌክሽን ክንገብሮ ኣለና ሕጂ እንታይ ደኣ ደለ ድሕር ደኣ ኣብዚ መጺና ሽዑ እንድሕር ደኣ ንኣብነት ስቱደንት እንድሕር ደኣ ኢለ ኢንተር ናይ እንዳወሰኸ ይኸይድ ኣሎ ቴብል ባዕሉ ማለት እዩ ኣብ ነብሰ ከፍ ዝውስኸሉ ሕጂ ኤክሰተራ ንሱ ኣለና እንደገና ከዓኒ እንታይ እስኪ ክንውስኽ ንኽእል ኢና ቴብል በዚ ክነምፀኑ ክንውስኽ ንኽእል ኢና እንታይ ማለት እየ ንኣብነት ኣብ መንጎ ክልተን ሰለስተንስ ሓንቲ ናጻ ገጽ ክውስኽ ደልየ ንበል ኢንሰርት ይብል ኣብዚ ናይ ሆም እየ ዘለኹ ባይዘወ ሕጂ ኢንሰርት ሰሊል ኢንሰርት ረው ረው እዚ ንጎኒ ዘሎ ኢለኩም ኢንሰርት ረው እንድሕር ዳኣ ኢለ ናጻ ገጽ ተወሲኻ ኢንሰርት ኮለን እንድሕር ዳኣ ደልየ መጽየ ኣብዚ ሰሌክሽን ይገብር ኢንሰርት ይብላ ኮለን እንድሕር ዳኣ ክእቱ ደልየ ማለት እዩ ኮለን ማለት ከዓ ከምዚ ትሪእዎ ኣለኹም ንትኹል ደሎ ማለት እዩ ኣብዚ ናይ ኢንሰርት ምሻሎ ኢለኩም ነይረ ኢንሰርት ካብ ኢንሰርት ሽት እውን ክንብል ንኽእል ኢና ኢንሰርት ምሻሎ ሕጂ ኮለን ክነጥፍ ተደልና ከኣ ክሊክ ንገብር ኣብኡ ክነጥፍኦ ዘለና ኣብዚ መፂና ሽዑ እንታይ ንገብር ኣብዚ ናይ ደሊት ደሊት ንመፅእ ደሊት ሰሊላ ኣለና ደሊት ኮለን ነጥፍኦ ንዑ ነቲ ደሊት ነዛ ኣብዚ ዘላ ከዓ ነጥፋ ደሊና ኣለና ንብል ነዛ ናፃ ዘላ ነዛ ናፃ ዘላ ማለት እዩ ንዓ ሴሌክሽን ንገብር ኣብዚ መፂና ደሊት ንብል ደሊት ረው ከምዚ ዝረእኹሞ ማለት እዩ እዚ እቲ ናይ ቴብል እዩ እንደገና እቲ ቴብል ቦርደር ክንውስኸሉ ንኽእል ኢና ከምዚ ትሪእዎ ኣለኹም ቦርደር ብኩሉ ወገን ቦርደር ብላዕሊ ብታሕቲ ብፀጋም ብየማን ኣውትሳይድ ቦርደር ከምዚ ትሪእዎ ኣለኹም ኩሉ ቦርደር ማለት እዩ ድሕሪ ኣብዚ ፈቲናዮ ሴሌክሽን ንገብር ሽዑ ኣብቲ ቦርደር መፂና ቦርደር ብኩሉ ምስ ትሪእዎ ኣለኹም ኣብ ደጋዊ ቦርደር ማለት እዩ ኤክሰተራ ኤክሰተራ እንታይ ከዓ እስኪ ነቶም ላዕለዎት ሕጂ ዝተፈላለየ ሕብሪ ክነሰክሞ እንተደልና ኤዲቲንግ ክንገብር ንኽእል ናብ ዝመፅና ንኣብነት ሕብሪ ንቕይረሎም ስቱደንት ባርግራውንድ ናቶም ንቕይሮ ኤክሰተራ እቲ ኩሉ ነገርስ ክንቀያየሮ ንኽእል ኢና ኣብዚ መፂና ከም ቴክስት ልክዕ ንኣብነት እቲ ኩሉ ትሕዝቶኡ ኣብ ማእከል ክንገብሮ ተደልና ኣብዚ መፂና ማእከል ንገብሮ ብምሉእ ድሓነት ናይ ስቱደንት ሴሌክሽን ንገብር ሽዑ ኩሎም ከዓ ማእከል ኤክሰተራ ኤክሰተራ ክንቀይር ንኽእል ኢና እቲ ናቶም ኩሉ እቲ ብዘሎ እቲ ናይ ቴክስት ዘማዕራሪ ንሱ ክንቀይር ንኽእል ኢና ከምቲ ዝረኣናዮ ማለት እዩ